ቁሩብ ካብቲ ዘውደቐኒ ፈተት ኢለ እውውው ኢለ ዓውታ ግእውየት ገይረ። ወለ ገሪማ ምስግና እታ ንፋስ ቀልቀል ወየ ድኻ ነቀል። ትኸዱ ዘለኹም ኣሕዋትና ቃልስን ቃልስን በይዛ ህዝብና በይዛ ውጽዕ ህዝብና ምእንተ ኣነ ምንያ። ሰላም ሰላም ጥዕና ሃበልና ዝኸበርኩም ተኸታተልትና ኣብ መላእ ኩርናዕ ዓለም ኮንኩም እዚ ምድላው ትከታተሉ ዘለኹም ልዑል ምስጋና ኣለና። ንሎማዓንቲ ኣብ ምድላው ገምሪ ሚድያ ሓደ ትሕዝቶ ሒዝናልኩም ቀሪብና ኣለና ክቡራትና። ናይ ሎማዓንቲ ትሕዝቶና ዝኸውን ብፍላይ ኣብዚ ሕዚ እዋን ብዙሓት መራሕቲ ስድራ ደቂ ኣነስትዮ ዝተፈላለየ ጥቕዓታት ብቐሊል ይኹን ብኸቢድ እናበፅሐን ከም ዝርከብ ኣብ ዝተፈላለዩ ማሕበራዊ ሚዲያ ይኹን ኣብ በበከባቢኡ ንዕዘቦ ጉዳይ እዩ ክኸውን እምበር ሎማዓንቲ ናብ ከተማ ኣክሱም ናብ ሕክምና ዝመፅኣ ሓንቲ ወላዲትና ናይ ባዕለን ዛንታ ታሪክ ኣለዎን ካብ ቅትለት ድሒነን ብዝኾነ ኣጋጣሚ ድሒነን ኣብ ሕክምና እናተመላለሳ ዝረኸብናየን ሓንቲ በዓልቲ ታሪክ ኣዴና ኣብ ከቢድ ፀገም ዘለዋ ወላዲትና እየን እሞ ዘለወን ፀገም ከካፍላና ሓሪና ኣለና። ክሳዕ መወዳእታ ምድላውና ክትከታተሉ ብክብሪ ዓዲና ኣለና። እዘን ወላዲት ታሪክን ዛንተን ሰሚዕና ናይ ብዙሓት ድምፂ ደቂ ኣንስትዮ ናይ ብዙሓት ውፅዓት ደቂ ኣንስትዮ እየን። ዛንተኣን ምሉእ ንስማዓዮ እዚ ቪድዮ እዚ እዘን ወላዲት እዚኤን እውን ኣብ ከቢድ ፀገም ስለ ዘለዋ ኣብ ሕክምና ዝሕግዘን ኣካል እውን ስለ ዘይረኸባ ክትሕግዙልና ብዚ ኣጋጣሚ እናሓበርና ናፍቲ ምድላው ኢና ክነብለኩም ወላዲትና ሕዚ እስኪ ዓርሰን የላልያና መን እዩ ሽመን ኣብ ምንታይ ከባቢ እየን ዝነብራ ብምንታይ ከ እየን ናብ ከተማ ኣክሱም መፅእን ዝብል እስኪ ኣነ ኣብ ከ ቁሸት ዓዲ ፅሔለ ይበሃል ቁሸት መፀውዒታ መናድቕ ትበሃል መንበሪ ኸባቢ ኣጉላዕ ይበሃል። ኣብ ጣብያ እንታይ እዩ? ሓዱሽ ዓዲ።
ወረዳ ላዕላይ ማይጨው ማለት ወረዳ ላዕላይ ማይጨው እዩ።
ኣብኣ ነባሪት እየ።
ኣብኣ ነባሪት እየ። ብምንታይ ዳ እየን መፅን ናብ ከተማ ኣክሱም ኣብ ሕክምና እየን እኒኤዋ በዛኹም ድምፀን ይሰማዕ ብዝበሉና ኢና ረኪብናየን ኢና እሞ ብምንታይ ምክንያት እየን መፅን ናብዚ? ብመውቃዕቲ ጥርዓን ክጠርዕ ህይወት ታሪከይ ታፍቲ ቅትለት ፈተነ ዝረደእኒ ስኢነ ብመሰኻኽር ኮይኑ ሎሚ እታ ጓለይ እማን ሓንቲ ግደይ ሓጎስ ዝተባህለት ጓለይ ኣለትኒ ንሳ ናብ ቁሸት ናብ ከባቢ እንዳቀጣን ዘቐነ ገሊላ ይበሃል ምሕዳራ ከይዳ ንሰኡ ተፀጊዑ ብዙሕ ሽግራት ገይሩ ነቲ መሬተይ ንዓይ እናታለለ ነቲ ምስነይ ከም ሰብኣይን ሰበይትን ዝነብረሉ ነቲ ብህገ መንግስቲ ብናይ ርስተ መሬት ተይኮነ ብስርዓት ውድብን ወያነን ዝረኸብኩዎ መሬተይ ኣጭበርቢሩ ካብ ጥንቲ ካብ ኣቦኡ ጀሚሩ እቲ ናይ እነይ መሬት ኣነ ቆምኤ ናይ ወይዘሮ መብራት ኣብርሃ ገብረወሉ ተባህለ ኣነ እውን በቲ ሕግን መሰረትን በቲ ስርዓትን ይብፅሐኒ እዩ እኳ ንዓይቲ ፍርቂ ግብሪ ተዘይተመልከተለይ ነታ ግደይ ሓጎስ ዝተባህለት ጓለይ እነይ ተናዚዛን ተኣምልኪታትላን ከይደያ በቲ ህግ ስዑ መሰረት ብዙሕ ጭፍጨፋ ድባይቲ ተተኸልኩ ናተበቆሰ ገዛይ ዳሰይ መሕደር እየ ተጋሃይሱ ፈሪሱ ብዙሕ ፈተነ ደይፍተነነሎ ብዙ ወድሓወይ እወ ኣነ ግን ሕዘፍቲ ቃልስን መኸተን ከመይ ገረ ዳኣ ሕዚ ከጭብርብር ቃልስን መኸተይን እናመልከትኩን እናሓበርኩን እናሃለኹ ብሓጺሩ ኣድብዩ ቅትለት ፈተነ ፈቲኑኒ። ሕዚ መዓዝ እዩ እዚ? ብዕለት ዕስራ ዕስራ ሰነ ማለት ሰነ ናብ ድሮ ዕስራን ሓደን በዓለ ማርያም ሰንበት ትውዕል ብቀዳም ንግሆ ብቀዳም ንግሆ በይነይ ኣብ በይነይ ጸውታ ኣጽጊዑ ናብ መንደቕ ኣጽጊዑ ንቐደም ጉንዲ እዝነይ ካብታ ገዛይ ምድቃሰይ ተሲኤ ኣብታ መረባይ ኣብታ ከባቢት ገዛይ ቅትለት ፈተነ ፈቲኑኒ ወቒዑኒ ንቐደም ጉንዲ እዝነይ ብኢዱ ጸፊዑኒ ዳሕራይ ብእምኒ ካብ ቦምቦዋኖ ዘየናሕሲ ድንቡልቡሉ እምኒ ጸሊም እምኒ ብድሕሪኡ በቲ ሻንቃ ናይ ትርኢቱ ፋስ እዩ ዝመስል ፋስ እዩ ዝመስል ፋስ ኮይኑ ግን ዕረ የበልሐን ድምድም ዝበለ እዩ ናብ በትሪ ልዓት እዩ ኣትዩ ቦቲ መጉረቡ ቀይሩ ድሓር እታ ሰብኡ ኢሎም ምስ መፁ ኣብዚኣ እኒሃ ተጠናቓቓይት ድምፂ ዘይብላ መስታራርያ ሓዙለይ ሓዙለይ ኢለ ልዕሊ ሸሞንተ ሰብ ከምኡ ናብ ዓሰርተ ሰብ ብዝተኣከቡ መን ይሕዘኒ ኢሉ እንደገና ንዓይ ናብ ባይታ ነፂሑ ኣውዲቑ እቲ በትሪ እቲ ፋስ ዝምልከት ኣብ ሕጊ ንኸይለብስ ኣሕዲጉ ናብ ገዝኦ ኣእትይዎ። ሰብ ይንበረ እንዲ ኮይኑ ኣብቲ ሽዑ መን ደኣ ኣገላግልዎን ማለት ትናዋቕዐን ካልእ ካልእ እቲ ኩነታት ከመይ እዩ ነይሩ? እቲ ኩነታት እናወቕዐንማ ሰብ ሽዑ ኣይነበረን እኮ እብለ ኣለኹ። በይነይ እየ ነይረ እታ ጓለይ ምሕዳራ ከይዳ ሰብኣይ ሒዛ ግደይ ሓጎስ ዝተባህለት ኣብታ ገዛይ ምሳይ ጠዋሪተ የለትኒ ድኻ በተኽ ከማይ እኮ ይብሎ ኣሎ ንሱ ከምሳኺ እንዲ ዝነብር ንሱ ምሳይ ኣብኣ ተፀጒዑ ብወነንኡ ታብ ቆደሙ ኣፈራሪሑ ንዓይ ጥሽ ኣቦኡ ይተዓደለ ጥሽ ኣንዋዕሎ ይተዓደለ ማይ ወይኒ ዝነብር ቁሸት ማይ ወይኒ ጣብያ ማይ ወይኒ ዝነብር እናሃለወ ብስም ኣቦይ ኢሉ ተፀጒዑ ናብኣ ብጉልበቱ ሰሪሑ እንደገና ነቲ ብጉልበቱ እተሰርሐሉ ሓቅን ሚድን ከይወፅእ ሕዚ ኣብ እዋን ቃልስን ስርዓትን ንዓይ ኣጭበርባርነት ጥቕዓት ኣድሪሱለይ እኮ እብል ኣለኹ። ኣብ ኦፍቲ ገዛ ናይ ባዕልኽን መሬት እዩ ሓዳር ወፂኒ እዩ ማለት እዩ። ናይ ኣቦ ኣለቶ ንእሽተይ ሰማንያን ሰለስተን ተመሓደራ ዘርሂን ወንድም ትብል ሽንጣፍ ንእሽተይ ስቂላ ፍርቂ ግብረይ ትፅዋዕ ትምነይ ትፅዋዕ ኣብ ህግን ወያነን እየ ዝወድቅ ኣነ ኣብ ኣንእሽተይ ትኳ በለቶ ጥሻ ግን ኣይተዓደለን ጥሻ ኣነ ከም ሰብኣይን ሰበይትን ተባሂለ ቀዳማይ ሃይለ ብስርዓት ወያነን ደርግን ኣትሒዘ ምስነዮ ኣብ ድክነተይ ብፀገመይ ምስ መብራት ኣብርሃ ገብረወልድ ተባህለት ተዓደልኩ ኣነ እየ ኣብኣ ሓዳርን ናብራን ወጺኤ ናብ ክልተ ሰብኣይ ፈቲነ ንቀደም ጓለይ ተጎዲኣትን ንብኹራይ ታብኡ ግደየ ኢለ ሓንቲን ሓንትን ሒዘ ምስነይ ከም ሰብኣይን ሰበይትን ብህግን ስርዓትን ሃህ ዝበለ ገዛይ ማዕጾ ዘይብሉ እናሃለኹ እናተኸብከብኩ ዝነብር ሕዚ ግን ብፍስሃ ጽየን ዘርሁን እተባህለ ወዲ ሓወ እዩ ወዲ ሓወ እዩ ብግንባር ሕዚ ግን ቅትለት ፈተነ ፈቲኑኒ ንሱ ሰጉዚፉ ክበልዕ ንሱ ነቲ ህግን ነቲ ስርዓትን ኣጭበርቢሩ ንዓ የጭብርቢሩ ነቲ ህግን ስርዓትን ኣብ ብልሽት ገይሩ ኣነ ቃለይ ንከይሳፈር ኣነ ቃለይ ፀገመይ ንከይዛረብ ፀገመይ ንከይረኣየለይ ኣብ ሽግርን ጣሕስን በፂሑኒ ሕዘብን ፅርፅሮትን ኣብ ከቢድ ጥቕዓትን እኒኤኹ ዕከም የብለይ እታ ጓለይ ሓንትን ሓንትን ትበከላ እንኳዕ ምስኻትኩም ንምርኽኻብ ኣብቀዐኒ እንኳዕ እውን ኣነ ብዒስራ መዓልተይ ሞትኩ ሕዚ እውን ኣነ ትጥቕዓተይ ትጉድኣተይ ትበትረይ ስምብራተይ ውሒጠዮ ኣለኹ ንውሽጢ። እንታይ ጸገም በጺሕወን?
ሽዑስ እቲ ኩነታት ንኣብነት ክቐትለን ተፈቲኑ ነይሩ? እወ። መን ኣገላጊልወን? መን ኣድሒንወን? እቲ ቅትለት ፈተነ ምዃኑ ከመይ እየን ተረዲኤን? እህእ። እቲ ቅትለት ፈተነ ምዃኑ? እዋይ ካብቲ ገዛ ክወጽእ እንተሎ እታ ሰበይቱ ኣብቲ ጎድኒ መንድቕ እያ፣ ኣብቲ ውሽጢ መንደብርየት እያ። እዚ እናሰምዐት እናረእየት ትቕትለት ፈተነ ኡይ እናበልኩ ኣቐዲማ ክትግልግለኒ ኣይከኣለትን። ኣቐዲማ ከም ጓል ኣንስተይቲ መጠን ከትተሓባበረኒ ኣይከኣለትን። ደሓር ግን ኣነ ዓቕለይ ምስ ጸበበኒ ሽግር ምስ ደረሰኒ ተጠያቒት ኢኺ ብስርዓትን ህግን ህግን ተጠያቒት ኢኺ ነብሲ እየ ሒዘ ተፈጥረት ነብሲ እየ ገልግልኒ ርድእኒ ኢለያ መጺኣ ፍቕቕ ቀቢላ ክላ ክላ ኢላ ረዲኣትኒ ኣይከሓድን ብዝረደትን ክሊ ኽሊ ናይ ልቤ ክገብር እየ ኽሊ ኢልዋ ኣለቅቕን ኣነ ከማይ ጓል ኣንስተይቲ እያ ኢላ ፍቕቕ ምስ ኣበለትኒ ቁሩብ ሂወት ጨበርበር ኢለ ከም ሓውሲ ሰበደ ገይረ ቁሩብ ካብቲ ዘውደቐኒ ፈተት ኢለ ኡውው ኢለ ዓውታ ኡየት ገይረ ካብኡ ከም ሰብ ናይ ሎሚ ዝኒኦ ጉዳይ ይምሓረና እዩ ኣብቲ ንቐደም እውን ኣነ በቲ ናተይ ዝጋናዘቦ ኸይሮ ድእኒ ምስክር ዝብልዋ እኒኣ ምስክር ትበሃል ነብሲ ወዲቓ ትቕረላ ንኸይምስክሩ እዮም እምበር ማዕዶ ልማዕዶ ፊት ለፊት መርኣይቱ እዩ ግን ኣማዕድዮም ምስክሮም ንኸይገብሩ ርህራሄ ማዕተብ ንኸይሕዙ ናብቲ ገብሊ መንድቕ እዮ ፅጒዕኒ ጎሲሱ ጎሲሱ ንኸይትረአ ንኸይረአ ማለት እዩ ናብኡ እዩ ጎሲሱ ሕዚ እዚኣን እዚኣን እያ

ንሕና ህግን ህግን ኢሎም ፈሪሖምዋ ፈሪሖሞ ፍተራእዩ ሽዑ እውን ጉዕሽ በርሀት ተባህለት ቃልስን ብሰንኪ ቃልስን ቃልስን ተቆጢባ ክልተ ቆልዑ ሒዛ ኣብ ናብራ ተጨቢጣ ትነብር እናነብዐት እናበኸየት ትወፅዓይ ሪኣ እንታይ ክእዩ ስልኪ ኢላ ደኒናትኒ እንታይ ትመኽሪ እያ ክትቐርብ ዘለኺ ኢልዋ እዩ እታ ክትመኽሪ ኢኺ ኢልዋ እዩ ሽዑ ዋ ኣቲ መዓዲ ልቢ በልለይ ድኻ ጓል ኣንስተይቲ ኮይና ክርድኣ መጽየ ሕዚ ኣነ ግን እንታይን እንታይን እኻ ትብለኒ ኣንቲ ሓወይ እንታይን እንታይን እኻ ትብለኒ ኣቲ መኣዲ ስምዑለይ እንታይ ኣየ እቲ ክረድኣ ኣየ መጽየ እንታይ ኣቲ ዝመኽራ ዝምከር ነገር እንታይ ኣሎ ኣነ ዝመኽሮ ነገር የብለይን ግን ረእዩለይ ስምዑለይ ኢላ ንዓኣ እውንስ ኣፈራርሒዋ ማለት እዩ ብግንባር ስማ ገሊጹ እምበር በቲ ምፍርራሕ ንኩሎም የፈራርሒዎም ኣብቲ ህግን ህግን ኣብቲ ስርዓትን ኩሎም መጽዮም ትረድኡን እንተለዉ እውን ናብ ህግን ናብ ህግን የልወሱንን ኣብኣ ወዲቐ እታ ጓለይ ሰብኣያ ሒዛ መጺኣ ኣብታ መረባ ገዛይ ወዲቐ እናኾኾርኼባትኒ ሰዓት ሽዱሽተ ኣትዮም ኣብቲ ሰዓት ሽዱሽተ ናብ ቦሊስን ሕግን ብሞተር ናብቲ ህጋዊ ቦሊስ ኢለ ከይደ ስኢነዮ ጸጋይ ፍስሃጽየን ተባሃለ ስራሕ መካያዶ ረኺበዮ በለ ብህግን ህግን ህይወተይ ምሳኻ ኣማላኽተኒ ምልክት ወረቐት ሃበኒ ኣሸወሾ ዕድሚ ከይሓጽረኒ ኢለዮ እየ ኪዲ ስቅ ኢልኪ ናብ ላዕላይ ቦሊስ እዩ ዝግባእ ኢሉኒ ብሞተር ገይረ ደይበ ሽዑ ሰዓት ኣኪሉ ክሳዕ ንደያይብ ትይ ናይ ወረዳ ላዕላይ ማይጨው ቢሮ ናይ ቦሊስ ህጋውያን ተዓጽዩ ብዝተዓጸወ ናብ ቅድስቲ ማርያም ተባህለ ሕክምና ኣትየ ኣብኡ መርፍእ ከኒና ተዋሂብኒ ተሓኪመ ኣድቁሱኒ ኣድቁሱኒ ስርዓት ወያነ እያ ድቁሱኒ ማን ድካ እያ ድቁሱኒ ዓራተይ ኣትሒዝኩም ክብር ክግበሩለይ ኢለዮም ኪዱ ውጽ ኢሎምኒ። ታይ እዩ በፂሕወን ሕዚ እፍ ኣብቲ መውቃዕቲ ኣካለን ዝበፅሐንዎ ጉድኣት ታይ እዩ? ውይ ኣካለይማ
ልበይ ብምሉኡ ሕዚ ክሳብ ሕዚ ይስንቆ ኣለኹ ብዕለት ዒስራ ዝጀመርኩ ሕዚ ክሳብ ባሕቲ ማለት እዩ በቃ ስቃይ እኒአኒ ዓብዪ ሽግር ስቃይ እኒአኒ እዚ ይረእይዎ እዚ ይረእይዎ ዘይረእዎ ስቃ እያ እኒሆ ነዚኣን እንታይ ክናገረሉ እወ ትሕፍረተይ ቀንጢጠ ንምርኣየ እኳ ሽግር እዩ ግን ብዙሕ ፀገመ ስለ ዝደረሰኒ ትስርዓተይን ትህገይን እውን እኳ ኣነ ተዘይ ኣርከብኩሉ ዕድመ እንተሓፀረ መናእሽቲ ውሉድ ወለዶ ህይወት ታሪክ ስርዓት ብልሽት ንኸይኸውን ንኽፃረ ህግን ህግን ንክፀንዕ ይረየለ እዚ ዘለኹ ልበይ ስንቆኒ ዘሎ ታኹሎ እዚ ግን ይረየለ እንኩራይዋ ታኻይ ኮን እዩ ስርዓትን ህግን እዩ
ኣብ ሕክምና ከም ዘሎ እየን ዘውጋዕና ኣለዋ እሞ ብሱሩ እቲ መሬት ናይ መን እዩ ነይሩ ብኸመይ እየን ተረኪበን ዝብል ዛንታት ናይ ሕሉፍ የውጋዕና ኣነ እቲ ዛንታት መሬት ተረከብኩዎ ኣብቲ ቅድም ብስርዓት ደርጊ ይብል ኣለኹ። ብስርዓት ደርግነይ ድኻ ኮይና ካብ ወረዳ ዓድዋ ጣብያ ኣዲስ ኣለም ተፈናቒላ ናብ መናድቕ እተባህለ ቦታ መፂኣ። ቁሸት መናድቕ ይፅዋዕ ሽዑ ዛንታን ትካልን ብስርዓት ደርጊ ነይሩ ብማንዳ እዩ ነይሩ ቁስቁሱ ብድሕሪኡ ትሽዑ ትፀገማ ጅውሃር ስዒድ ዝበሃል ኣብቲ ናይ ታሕቲና መስሊም ነይሩ ዝመርሐና ስራ ኣስኪያድ ታነ ኣብኡ ከይዳ ትትነብር ተላ ክከታተሎ ኣይከኣለትን። ኣብኡ እውን ብዙሕ ሽግር ደሪስዋ ኣብቲ ጣ ወገን ንሱ ኣብቲ ስርዓት ንሱ ማለት እዩ ባራነ እንድሕር ስርዓት እዚ ዘይጥቀመሉ ዓደይ ክኸደለኒ ኢላ ነና ቀዳማይ ዘርሂን ወንድም ይበሃል ተሓወይ ተደጋጋሚ ዝወቕዓን ወላዲ ማለት እዩ እወ
ወላዲ እዩ ነቲ ፍሳፅን ዘርሂን ተባህለ ማለት እዩ ቀዳማይ መብራተ ብርሃ ትበሃል እነ ይብለከ ኣለኹ ንዓይ ንዘርሂን ወንድምን ዝወለደት ሙንኣሱ ኣነ ምንያ ወንድም ይበሃል ብዙሕ ፈተነ ሽግር ምስ ረኸበት እምበኣር ኣነ መንበሪኣ ዓዳ ቀዳማይ እውን ብመውስዋኢኣ ከይዳ ንወረዳ ዓድዋ ኣዲስ ኣለም እምበር መንበሪኣ ሃገራ ኣብቲ መናድቕ እዩ ኣብቲ ክቢ ሕዚ ዝኒኦ ኩሉ እዩ ኣነ ዓደይ ክኸደ ኣለኒ ኢላ ብዙሕ ፈተነ ሽግርን ምስ በፅሓ ሒዛትና መፅያ ንዓይ ንዘርሂንን ምንያ ወንድም ይበሃል ንሱ ዘርሂን ወንድም ይበሃል ሽዑ እውን ካብ ቀደሙ እቲ ብልሽት ሰናይ ምምሕዳር ኮይኖም ኣይተቐበሉና ብዙሕ ሸፈጣት ገይሮም ናብቲ ሓደ እትኸደት ናብቲ ጅዋር ስዒድ ተባሃለ ስራ ኣስኪያ እትኸደት ፈንጠረት ክዩ ዘራድ ወሲድኪ ኢኺ ኣይሰምዐክን ናብዚ ትመጻት ድሕራይ ኢኺ መጺኺ ኣይንቕበለክን ብዙሕ ፈተና ወጺሕዋ ሸሞንተ ዓመት መሬት ዘይብልና ናሸቀልና ንመዓልቲ ክልተ ምሊኽ ክልተ ኩባያ እኽሊ እናሸቀልና ኣነን ትዘርሂንን እነና ግን ዓንጋፋ ተጠዋሪት ኮይና ኣብ ኣስኺላ እናቆዘመት እናበኸየት እናነብዐት ኣብ ዝነበርና ንክንነብር ፀናሒት ትነብር ኣብ መንጎ ኢልካ ኢልካ ንዓኻ ዝኾን ይፍጠር እዩ ይፍጠር እዩ ማለት እዩ። ንሳቶም ቶም ሽዑ ዝነበሩ ኣባላት ግን ዛንታን ደርፍን ብሕሱም ጸገም ኣውጽኣትለን ተነዲአን ማለት ተነደይ ማለት ታደይ ማለት እዩ። በቲ ዝኸልእዎ ነበሩ መሰረት በቲ ዝኸልእዎ ነበሩ መሰረት ማለት እዩ። ካብኡ ታይላ ሽዑ እናሰሓቅካ እናቀለድካ እዩ ነይሩ ሕፅር ከብሎ ሽዑ በቲ ናይ ደርጊ ስራሕ መካየዲ ዝነበሩ ይዘሩ ኣነ ቆልዓ ኮይነ ከፍ ኢለ ዝርኢ ዘለኹ ስኢለ ከፍ ኢለ ቆልዓ እንትሓግም ሓያል እዩ ይስምዖ እዩ ፀገም ደሓር ኣንቲ ሃውን እንዶ ንዓደይ መፅየ እታ ኮይንኩም ንዓይ ክተስተኻኺልልኩም መፂኹምስ ሃውን እንዶ ኢላቶ ተንታይን ዝላ ዝንሰይቲ ፅየን ክመርዓኻ ፍንጃል ቡነ ይብላ ገለ ይብላ ኢሎማ ሓድጉ መረሳ ታብላይ ጋሳ ፍንጃል ቡን ከስትየካ ጉላዕ ግራተይ እንደምለሳ ኢላቶ ብደርፊ ብዛንታ ማለት እዩ ካብኡ ቅፅል እናበለ እናሰሓቐት ውነህ ጉናና ውነህ ጉናና ስዋ ሃውን እምበር ግራትስ ጋናያ ጋና ኢላቶም ሓውና እዮም ቶም ውነህ ትግራት ትንሳ ሒዛቶ ነበርት ቀዳማይ ግን ንሶም ኣባል ኮይኖም ባዕሎም እዮም ሒዞሞ ባዕሎም ሒዞሞ ማለት እዩ ብድሕሪኡ ከምኡ ኢላ ከይዳ ማዕድያ እንትትሪኦም ተላ ትግራተይ ዳኣ ተሓወይ ድዩ ሒዝዎ ባዕላ ኣባል ኮይኑ ኢላ ተዓታሃሪ ሸዊት ቅንጥብ ኣቢላ ትበልዕ ታኡ መስፍኑ ናተባህለ ወደም ኣይትብልዕዮ ታልክዮ ክትሸዊትና ትወልዕዮ ኢለ ዋዕ ኣንታ ናበይ ዳኣ ክትከድ ግደፋ ኢላ ኣማዕድያ እንትትሪኦም ተላ ቅንጠብ ኢላ ትበልዕ እሞ ታንቲ ታልክ ትዝረይ ትቅንጥብዮ ኢሎም ይቃለዱ ዋዕ እቲ መሬተይ እንዳ ንስኻ ሒዝካዮ ታይ ዳኣ ክበልዕ ታይ ዳኣ ክበልዕ እንታ ኢላ ስሒቃ ካብኡ ቅንጥብ ተብል ፈሊጣ እቲ ስርዓት ንክፍለጠላ ማለት እዩ ስርቂ ተይኮነ ንሶም ትመፁ እያ ትኣቱ እዚላ እንትትነብር ዳሓረዋይ ግዜ ንሶም ተቐይሮም ወዲቖም ብዙሕ ዛንታታት እው ኣለዉ ኣለዉ ወሎ ገሪማ ምስግና እታ ንፋስ ቀልቀል ወየ ድኻ ነቀል እያ ትብል ኢላ ደሪፋ ማለት እዩ ብላጭ ጨርቂ ብላጭ ጨርቂ ወሎ ወየ ንዓርከይ ተሰካሚ ስንቂ እሶምስ ብኹር ዓርኪ እዮም ነይሮም ቀዳማይ ቀዳማይ ሰብኣያ ምስ ሞትዋ ባህታ ግደይ ዝበሃሉ ናብ ወንድም ኣባይ ዝበሃሉ ንዓና ወላዲና ንወረዳ ዓድዋ ጣብያ ኣዲሳለም የኸይዳታ ኣለና ካብ ፀገም ናብ ፀገም ማለት እዩ እዚ እቲ ዛንታ ነይሩ ዳሓር ንሱ ሓሊፉ ዳሕራይ መይሶ ይቐርን ብናይ ደርጊ ተቐይሩ ብስርዓት ደርጊ ማለት እዩ ተቐይሩ ተመሪፆም ከም ሓድሽ ካልኦት ተቐይሮም ዳሓር እቲ ናይ ሽዑ ክፍል ህዝቢ ወዲያው መርያታቱ ዋይላ ብኽንድዚን ክንድዚንያት መሬት ንሱ ግን ሽዑ ረኺባቶ። ከምዚ ኢልና እግሪ ተኺልና እንትንነብር ሽግርን ጸገማትን እዙይ ነሕሊፍና ሰብዓን ክልተን ዓመተ ምህረት ገመድ ናይ ወያነ ህግ ይመጽእ ኣብ ቃልሲ እናሃለየ ድያ ረኺባን እያ ኣብቲ ደርጊ ማለት እዩ ኣብቲ ደርጊ እወ ውድብ ተባሂላ ወያነ ተባሂላ ክፍሊ ህዝቢ ተባሂላ ኩሉ ወዘተ ተባሂላ ነይራ እያ ደርግ ዶ በዚ ኣሎ ንስኻ ኣሓራ መሬት ደ ነይኢ ናይ ወያነ ናይ ውድብ ደኒኣ ኣብኡ ከይዳ ጠሪዓ እያ እቲ ናይ ስርዓት ደርግን እውን ተፍራሕርሕዮም ትህግን ህግን ስለ ዝፀንዐ እያ ረኪባቶ እቲ መሬት ደብለካ ኣለኹ ኣብቲ ናይ ሰብዓን ክልተን ዓመተ ምህረት ከዓ ጭድድ ደቢሉ ገመድ ትክትር ኢሉ ንዓይ ንዓኣን ከምሰኣይን ሰበይትን ከምሰኣይን ሰበይትን ብሓደ ኣብታ ዝነብረላ ዘለኹ ጥሻ መሬት ሂውና ኣብኣ ምስነይ ተመቒለ ኣብኣ ይነብር ከምዚ ዓይነት ትነብር ሕዚ ግን እዩ ነቲ እተረከብክዎ መሬተይ ነቲ እተረከብክዎ ናይነይ ነተውዒ ወላደይ መኻን ኮይነ ዘለማዕኽዎ መደኮነይ ብሱም እነይ ብሱም ኣቦይ ታነይ ዶ እናሓጉኡ ኮይና ኣላ ንፍሳጽዮን ዘርሂድ ተሓወይ ግን ካብ ዓለም ዶ ተፈልዮ ኣሎ ምስ ሓወይ እኳ ቀሪበ ከይማሳኸር እዚ ግን ዝመሬት እዚ ሃንቀውታ ንምህራፍ እዩ ኣነ ዝስምዕኒ በቲ ስምዒተይ ኣቋሪፅ ቅትለት ፈተነ ፈቲንኒ ይብለ ኣለኹ ነዚ ኣዝገር የርኢ ሕዚ ድጀሚርዎ ከምስታይ ምልክታት ነይሩ ካብ ቀደሙ ካብ ቀደሙ ልዕሊ ዕስራ ዓመት እነይ ካብ ትሞት እነይ ብ ተስዓን ሽዱሽተን ዓመተ ምህረት እያ ሞይታ ሽዓ ኣትሒዘ ዝነባዕኹ ሽዓ ኣትሒዘ ህግን ህግን ኣምልክት እብል መይሰ ከይደ ምልስ ንብዕ እብል በቃ ከም ተመን ስቅ ኢለ እናተቀጥቆጥኩ ዕድመ ልክዕ እንታይ ማሕደረ በታ ፍርቂ ግብሪ መሬተይ መን ይሓርሰለ ንሳ ደኣ ለኪዑ እንተ ካብዚ መለሽ ይሉ ለኪዑ እቲ ናይ ሽዑ እዋን ኣውታኒ ምስ ሞዘት ሽዑ እቲ ሓወይ ካብዚ መለሽ ይኣኽለኪ ኢሉ ክበኪ እየ ክምጉተልኪ እየ። እወ ኣብ ጸገም መሐከሚ ውን ከም ዘይብለን ገለ ኢና ሰሚዕና እሞ የብለይ እንታይ እዩ እኒኦ ወንቲ ጸገምና ባዕለን እስኪ ግለጻልና ምናልባት ምስሊ እዚ ሪኡ ሰብ ክሕግዘን ከተባብዐን ዝኽእል ተመልካቲ ክረኽባ ስለ ዝኽእላ ኣወ። ዘለወን ጸገም እስኪ ይሓብር። ዋ ጸገመይ ደኣ ሰፈረይ እታ ገዛይ እውን ኣውጺእኒ እኒኤ ወቒዑ ቀጥቂጡ ቀደማ እውን ሕዝቢ ግንባር ትረእ እውን ፍራስን ዑናን እያ ዝኒኣ ሕዚ ፀገም እኒአኒ ብዙሕ ሽግር ፀገም እኒአኒ ሰንሒ ዘለዎ ፀገም ሰሚዕና ኣለና እሞ እንታይ ክሕልፋ ይኽእላ መልእኽቲ መልእኽቲ ዘሕልፎ ብለከ መሬተይ ቀሲና ከይነብረላ ቅሳነት ስኢነ ታጓሊ ጓል ኣንስተይቲ ትህግን ህግን በትውርሽን እናደገፋ እናሃለወ ከይትወስዶ ንሱ ብድልየቱ ንሱ ፈላጥ ኮይኑ ንሱ ምስ ኩሉ ህግ ተረካብነት ኮይኑ ባዕሉ ሒዝዎ ዘሪን እኳ ዓለም መሬት መስያት ተስኣን ሕዚ እንታይ ደኣ እየሞ ባዕሉ ዶ ይሓስብ እንትብልስ ንዓይ ለከ ካልእ ይፈሓሰኒ እኮ እብለካ ኣለኹ ለከ ሽግር ይደርሰኒ እኮ እብለካ ኣለኹ ኣብቲ ኣኼባ ናይ ከባቢ ዕሽር ዝበሃል መሞና ወዘተ ዳዕሮ ዝበሃል ገረንቸኤል ኣረጋይ ዝበሃል ካድረ ነይሩ ሽዑ ምስ እነ ስካለ በርሀ ምስ እነ ያለም በርሀ እቲ ገረንጭኤል ኣረጋይ እኳ ተሰዊኡ ሽዑ ግን ወዘተ ዛንታ እንታይ ንብል ነርና ሓግዝኒ ማርያመይ ሓግዝኒ ንዓኸ ከመሓደር ቁሪ ወዲእኒ ናተባህለ ዛንታ ይድርኽ ነይሩ ሰገል እዮም ናይ ቃልሲ ናይ ፈልሲ ትኩስ ሓይሊ ዘይብሎም መላሲ እናልና ንደርፍ ወዘተ ነርና ብድሕሪኡ ኣብዚ በፂሕና ናይ መደምድምትኡ ናይ ደርጊ ስርዓት ትድምሰስ ተለ ድማ ብዝተደምሰሰ እታይ እልና ደሪፍና ካብ ዜና ዓድዋ ኣትመስየኒ ዶ ኣትዋ ኣትመስየኒ እናልና ንደርፍ ነይረ ዳሕራይ ብተዓወት ብዝተዛመመ በይሰ ትስእ ኢለ ድማ ሽዋሓ ኣዲስ ኣበባ ኣተዊ ኣዲስ ኣበባ እናበልኩ ግጥሚ ይገጥም ነይረ። ኣብዚ ዛንታ እዚ በፂሐ፣ ኣብዚ ዓወት እዚ በፂሐ፣ ኣብዚ ሽግር እዚ ወዘተ በፂሐ ግን ገረን ሰጥ ተባህለ ብደንቢ ከም ዓይኒ መርዓትካ ከም ኣዴኻ ከም ኣቦኻ ዝሕሉ ክፍሊ ህዝቢ ይመርሐና ነይሩ። ወርዒ ጸለምቲ ጅራ ከይደ ኣግልግሎተይ ክፍሊ ባህሊ ኮይነ ምልዓል ኩሚቴ ኮይነ ብግንባር ዝረኣ ቃልሰይ ዝዐንበበ ሕዚ ውን በዓቲ ክሳዕ ዝቑንጭ ኣግልጊልና። ወዘተ ብርሃነ ተባህለ ኣብ ዳዕሮ ሓፋሽ ዝብሃል ቦታ ወሲዱ ይምህረና ነይሩ ወዘተ እንዳይ ፍተራር በላይ ዝብሃል ኣብቲ ከባቢ ናይ ዳዕሮ ሓፋሽ ይምህረና ነይሩ ክፍሊ ባህልታት ምሳይ ወዘተ ኩሎም ነይሮም ዳሓር ቶም ከባቢና ድማ ንታከለ ኣረጋይ ዝብሃሉ ንንጉሰ ወዲያይነ ዝብሃሉ ምሳና ይንቀሳቀሱ ነይሮም ወዘተ ኩሉ ነይሩ ኣብቲ ከባቢ ከዓ ምሳይ ዝነበረት ተቃላሲት ተቃላሲት ብክብሪ ዝዕንብባ ትናታ ስርዓትን ስርዓትን ወያነን ኽርስዖ ዘይደሊ ከም ሓፍተይ ከም ሓፍተይ ከም ሕጊ ከም ስርዓተይ ዝኣምና ለምለም ታላ ትብሃል መጋሳግስተይ ተሰዊኣ ሃይለ ምስግና ዝብሃል ኣብቲ ቁሸት ዓዲ ጺሔሎ ተሰዊኡ ብዙሓት ስውኣት ወዘተ ኣለው ንሕና ግን ንሱ ጥሒስና ናብ ሃገርን ህንጸትን ሰላምን በጺሕና ግን ሕዚ ሰላም ስኢነያ ሰላም ትቅሰን ሰላም ትቅሰን ስርዓትናን ሜዳናን ይዓንብብ ትግራይ ትዕወት ሕዚ ውን ሕዚ ውን ኣብ ናይ ሻዕብያ ወራር ውን ክርስዕ ሕዚ ውን ሕዚ ውን ሕዚ ውን ሕዚ ውን ኣብዚ ናይ መኸተ ናይ ሕዚ ናይ ኣብይ ዘሕረሮም ማህበረ ዴጉ ሕዚ ውን ስሮም ንከይብተኽ ዕላምኦም ንኸይጠፍእ ሕዚ እውን ትግራይ ትስዕር፣ ሕዚ እውን ወያነ ትስዕር እናበሉ ኣብቲ ከባቢ እየ በቲ ናይ ቀዳማይ ዕላማና ተደሪኾም ህይወቶምን ታሪኮምን ብኽርቢት ነዲዶም፣ ብሓዊ ነዲዶም፣ ብገደል ፀዲፎም ኽንዲ ኽንዲ ስርዓትን ህዝብን ዝሓረሩ ምዃኑ ይገልፅ። ሕዚ ግን ሰላምታን ክብርን ይብፃሕኹም ዕላማ ምድያና ትግራይና ትግራይና ብእነት ተዓወትልና ብእነት ሰዓርልና ትኸዱ ዘለኹም ኣሕዋትና ቃልስን ቃልስን በይዛ ህዝብና በይዛ ውፅዕ ህዝብና ምእንቲ ኣነ ምንያ ካብ ቀዳማይ ኣቦይነይ ዘይኣምን ካብ ቀዳማይ ሕሉፍ ታሪከይ ብስርዓትን ወያነን ዝዓበኹ ተንከብኪበ ሕዝውን ሕዝውን ንዓኹም ሒዘ ምንም ኣይምብርከኽን ትግራይ ትዕወት ሕዚ እውን ትግራይ ትዕወት! ሕዚ እውን ሰራዊት ትግራይ ኣየኹም! ብፅላልት እመቴ ብርሃን ኣደኹም! ብስርዓት ውድብ ወያነኹም! ብናይ መለስ ህግ ስነ ስርዓትኩም! ትዕወቱ ኢኹም ኣየኹም! ከይትምብርከኹ ንድሕሪት ከይትብሉ! ብጣዕሚ ኣነ እቲ ህይወት ታሪክ ሕልፍኩም ብጣዕሚ እዩ ዘሐጉሰኒ! ብጣዕሚ ብዘንተን ብዛንተን ዝርደእኒ ኣነ ወይዘሪት ምንያ ወንድም እበሃል ብኣኹም ተዓምበውኩ ሕዚ እውን ነዚ ሚድያ እዙይ ነዚ ቃልሲ እዙይ ዝረኸብኩ ሙሉእ ፍትሕን ሕግን ዝረኸብኩ ተመሲሉ ይስመዐኒ ኣሎ። በቃ ትግራይ ትዕወት።
ክቡራት ተኸታተልትና እምበኣር ዛንታ እዘን ወላዲት እቲ ክሰምዕዎ ዝፀናሕኹም ይመስል ነይሩ ኣዝዩ ዝሕዝን ኣዝዩ ብንባዕለን እውን ተረቢሸን ኣብ ከቢድ ፀገም ዝርከባ ወላዲትና እየን እዚ ምስሊ እዚ ዝረኣኹም ተመልከትቲ ድማ ናብ ኩሉ ክተባፅሑልና ኢና በዚ ኣጋጣሚ ክንሕብር ንደሊ ኣብ ፀገም ዝርከባ ኣብ ሕክምና ጠዋሪ ዘይብለን ናብ ዝኾነ ደቂ ዓድን ተፀጊዐን ኢና ረኺብናየን እሞ ብኩሉ ክሕገዛ ኢና በዚ ኣጋጣሚ ክንሕብር ንደሊ። ዝምልከተኩም ኣካላት እውን ብፍላይ ምስ ጉዳይ መሬት ተተሓዘ ኣብ ትግራይ ገኒኑ ዝረአ ዘሎ ጉዳይ እዩ። ብዙሓት ደቂ ኣንስትዮ ይውፃዓ ኣለዋ፣ ብዙሓት ደቂ ኣንስትዮ ኣብ ከቢድ ፀገም ይርከባ ኣለዋ። እዘን ወላዲት እዚአን እውን ንብዙሓት ደቂ ኣንስትዮ ድምፂ ኮይነን ኣብ ኩሉ ዘሎ ከባብታት ጠመተ ክግበረሉ ኢና በዚ ኣጋጣሚ ክንሕብር ንደሊ እሞ ከም ሚድያ እውን ናይዞም ወፃዓት ደቂ ኣንስትዮ እዚአን ድምፂ ኮይና ዝምልከተኩም ኣካላት እውን ሓገዝቲ ክትኮኑ ብኩለ መዳይ ብፋይናንስ ትኽእሉ ብፋይናንስ ነዘን ወላዲት ክትሕግዙልና በዚ ኣጋጣሚ ክንሕብር ንደሊ ስለዝተኸታተልኩምና ኣዚና ነመስግን የኽብረልና